እንታይ ኢና ንሰምዕ ዘለና? ብዝተወሰነ መልክዑ ርክብ እውን ኣለና እዩ። ኣብ ውሽጢ ማለት እዩ። ምስ ሰራዊት ይኹን ምስ ውልቀ ሰባት ይኹን ምስ ዓበይቲ ሓለፍቲ ይኹን ርክብ ኣለና። ብጣዕሚ ከዓኒ ሞራል ይህቡና ኣለዉ ማለት እዩ። ኣጆኹም ሓንቲ ስጉምቲ ጥራሕ እስኹም ጀምርዋ። ነሽነሽ ከምታ ናይ ቀደምካ ናይ ጥኑሳት ሕሩሳት ክስተ ጠኒሳ ክስተ ሓሪሳ ከምኡ እዩ ታሪኩም ከምኡ እንዶ ስርሑ ተኣትወኩም ኣብ ደይ ተደለየ ቦይ ከምዚ ኮይኑ ደይ ከምዚ ኮይና ወይ ከዓ ለሙኑ እዚኦምን ካልኦትን ኣብዚ መደብ እዚ ክንከታተል ኢና። እሺ ቤተሰል መጀመርታ ነዚ ቻናል እዚ ሓደሽቲ እንተድኣ ኮንኩም ሰብስክራይብ እና ላይክ ናገበርኩም ናዚ ቻናል እዚ ቤተሰብ ምኳን ኣይትረስዑ ኢኩም መጀመርታ ከዚ ሰብስክራይብ ናገበርኩም ላይክ ናገበርኩም እዚ ቪድዮታት ቐጽልዎ።

ናይ ጓልን ናይ ወዱን ቋንቋ በበይኑ እዩ ብደገ መጺኻ ስኻ ንጓል ገጻ ተለዊጡ ጸኒሕካ እንታይ ድኣ ሓንቲ ክዳ ገጽኪ ተለዊጡ ተልካያ ኖ ዋላ ሓንቲ ኮንኮን ተዳ ኢላትካ ብዙሕ ነገር ኮይነ ኣለኹ ደጋጊምካ ሕተተኒ ማለት እዩ ብናይ ደቂ ኣንስትዮ ቋንቋ እስኻ ኦኬ ዋላ ሓንቲ ኮንኩን ስለ ዝበለትኒ ኢልካ ሪሞታ ኢልካ እንተ ቲቪ ወሊዕካ መሊስካ ኢኻ ነዳዲ ትውስኸዱ ኣለኻ ነቲ ኣጋጢምዋ ዘሎ ብስምዒት ኣይግደስን ደጋጊም ይሓተኒ እያ ትብል ዋላ ሓንቲ ኮንኩን እኮ ኢላትካ ደጊምካ እንድሕር ኣይትካውን ዋላ ሓንቲ ኮንኩን እሺ ኢለካ ክትብለካ ትኽእል ግን ደጋጊምካ ኣቀባጢርካ ሕተተኒ ሓቂፍካ ሕተተኒ ማለት እዩ ብናይ ደቂ ኣንስትዮ ቋንቋ እዩ ኦኬ ንሰም ከ ደቂ ተባዕትዮ ከ እንተ ገጹ ተለዊጡ ጸኒሕካ ታይ ዳሓን ዲኻ ዳ ገጽካ ተለዊጡ እንተ ኢልክዮ ወላ ሓንቲ ኮንኩ እንተ ኢልክ እንታይ ማለት እዩ ደጊምካ ኣይትሕተትኒ በይነይ ክኸውን ደለኹ ማለት እዩ በይነይ ነዚ ሽግር ዝክፈትሖ እስኺ ከም ወዲ መሲልኪ ከም ጓል መሲልኪ ወዲ ደጋጊምክ እንተ ከምኡ ኢልካ ሓይትክዮ ተጨንቀ እየ ከዘላ ተጨንቐንላ ብውሽጡ ተጊርያ ኢኻ ዝወዓልክ ቦቲ ከፍኣኒ ኢሉ መዓት ጉርምርም እዩ ዝብል ውሽጡ ብኣፉ ከምኡ ይብልኒ ሜስ ሽግር ከይውልዕ እንተዘይመሪርዎ ማለት እዩ ስለዚ ቋንቋና ንፈላለጥ ደቂ ኣንስትዮ እንተ ዋላ ሓንቲ ኮንኩን እንተደለ ደጋጊምኩም ሕተትወን ወዲ ከዓ እንተ ዋላ ሓንቲ ኮንኩን ፕሊስ ግደፍኒ እንተ ኢለኪ በቃ ደጊምካ ኣይትሕተትዮ እንታይ ክትብልዮ ትኽእሊ ቴክ ታይም በቃ ግዜ ውሰድ ሬድ ምስ ኮንካ ክትነግረኒ ትኽእል ኢኻ ኢልኪ ስፔስ ሃብዩ እንተ ቋንቋና ተፋሊጥና ሞር ክንረዳዳእ ንኽእል ኢና ኣይ ላቭ ዩ እዚ ዝብሎ ዘለኹ ሓቂ ድዩ ደቂ ኣንስትዮ ኣብ ኮመንት ሴሽን ፀሓፋ ደቂ ተባዕትዮ ከዓ ሓቂ ድዩ ዝብሎ ዘለኹ ኣብ ኮመንት ሴሽን ፀሓፉ ዝኾነ ሓገዝ ናይ ቴራፒ ኦር ናይ ሂሊን ኣገልግሎት ትደልዩኹም ኣብ ኢንስታግራም ቮይስ መሰጅ ስልሉይ ሲ ጋይስ ፒስ ኤንድ ላቭ ላቭ ዩ ኣኩም ኣለኹ ኣነሲ ፅባሕ ንጎ ክኸይድ ኣነ እንድሕር ተኣሲረ ሲ ተኣሲረ እውን ከዓ ተታሒዘ በቃ ደቀይ ንጎይኖም ሰዲዶም ንዓይ ኣብኡ ትሪፎም ሓደ ቁሩብ ፅኒሖም እንድሕር ኣሰቂዮምንሲ ኣነ ህግደፍ ኣሲርኒ ማለት ኣይኮነን እቶም ኣብዚ ዘፈራርሑኒ ሰባት ኣብኡ ሰብ ስለ ዘለዎም በቃ ሓናኺሮም መንግስቲ ዘይፈልጦ ስራሕ ሰሪሖም ኣለዉ ማለት እዩ ኣብ ልዕሊ መንግስተይ ግን እሙንታ ኣየጉድልን እያ ኣብ ልዕሊ መሪሕነተይ ግን እሙንቶ ከጉድል ግቡእ ኣይኮነ እዚ ኣነ ዝፈልጥ ማለት እዩ እኹም ሓወይታ ጸሎት ባረስዕካ ጸሎት እሞ ኣነ ደይ ጽሊ ኣነ ይጽልን እየ እኳ ኣነ ይጽልን እየ ኣይትኣምን ዲኻ ኣምላኽ ኣነ ኣያምንን እየ ኣነ በገባብ ብሕጊ ብፅቡቅ ምስራሕ ብገለ እምበር ካልኣይ ኣነ ሓደ ብሕልመይ ተራእይኒ እዩ ሓዊ ዝበሃል የለን ኣብ ሰማይ ሓዊ ክትኣቱ ኢኻ ከምዚ ክትኣቱ ኢኻ ዝበሃል ነገር የለን ዋላ ሓንቲ ነገር የለን ኣይትፍርሑ እታ ወዲ ሰብ ተሳቀየላ ትሓዊ ናትካ ኣብዛ መሬት እያ ኣብዛ መሬት ትሳቀያ ዘለኻ ወዲኻ ኢኻ ትኸይድ ኣብኡ ኣምስከትካ መስርዕ ኣሎ እንታይ ትገብር ነርካ ኣብዛ ዓለም ከምታ ናትካ ጽቡቅ ትገብራ ነበርካን ሕማቅ ትገብራ ነበርካን ተሰሪዕካ ኢኻ ትኣቱ ኣብኡ ቁርሎ ሕማም ኣሎ ሕማም የለን ቁርሎ ገለሎ ግን ኣይትመውትን ኢኻ ኣብታ ደገ ትጽበ

ንምንታይ ከምዚ ኣውጺኹም ኣለኹም ርዳእና እታ ትውትፈልኩም ድነበረት ውድብ ናይ ትግራይ ድያ ናይ መን እያ ፋሕፋሕ ስለ ዝበሉ ሓሰይ ተሳኢኑ ድብላዕ እቕረ ኢልካ ዓድኻ መጺኻ ማሸላኻ ብላዕ ኣብዚ በዛ ዓላ ተኺድካ ካእ ጣፍ ኣለካ ጣፍካ ብላዕ ኣብኡ ኮንካ ሃለውለው ኣይትበል ዳሓር ሽሕ ግዜ ድብላ ኣነ ብድላይካ ተላገጽ ከምዚ ወዲ ድንቁር ዝጸረፈኒ ጽረፍ እንደ ድላይካ ሃገርን መንግስትን ከይትጸርፍ ንህዝቢ ኤርትራ ከይትትንክፍ ንውልቀ ድላይካ በል እቲ ስርዓት ህግደፍ ከምዚ ኣይተልዕሎ ሓጺር ኢልካ ህግደፍ ህግደፍ ህግደፍ ተንትኖ ኩሉ ህዝባዊ ግንባር ንዲሞክራስን ፍትሕን ኢሱ ብዝኾነ መንግስቲ ዘይጸዓድ በዚ ፈኸራ በዚ እገዳ በዚ ገለ ድምብርጽ ዘይብሎ መንግስቲ ኣይተልዕሎ ንዕኡ። ዓመታዊ ካብ ዝወጽእ ጸብጻብ መሰረት ኣብ ዓለምና ካብ ዝርከባ ሃገራት ኣዝየን ፍቱዋት ዝኾና ወይ ውን ኣዝየን ብብዙሓት ሰባት ዝና ዝረኸባ ሃገራት ሊስት ወጺኡ ኣሎ። ኣብ ቀዳማይ ደረጃ ተሰሪዓ ትርከብ ናይ ዓመተ ምህረት ክልተ ሽሕን ዕስራን ሓሙሽተን ድማ ድሮ ካናዳ ኮይና ኣላ ማለት እዩ። እዘን ኣብዚ ዓመት እዚ ዓቢ ዝና ኣትሪፈናን ዘለዋ ሃገራት ድማ ብመልክዕ ተርታ ካብ ቀዳማይ ክሳብ ዓስራይ ድማ ነዚ ትሪእዎ ዘለኹም ክመስላ ከሎ ኣብ ቀዳማይ ደረጃ ተሰሪዓ ዘላ ካናዳ ክትከውን ከላ ድሕሪኡ ነርወይ፣ ስዊድን፣ ስዊዘርላንድ፣ ኣውስትራልያ፣ ፊንላንድ፣ ኒውዚላንድ፣ ዴንማርክ፣ ኔዘርላንድ ቤልጁም ተሰሪዐን ይርከባ ኣለዋ ካብ ቀዳሞት ክሳብ ዓሰርተ ማለት እዩ እቲ ኣዝዩ ዝገርም ነገር ድማ ኣብዚ ትሪእዎ ዘለኹም ናይ ዓሰርተ ሊስት ድማ ዩኤስኤ ከም ዘይኣተወት እዩ ማለት እዩ እዚ መሰረት እዚ ድማ ኣብ ዓለምና ካብ ዝርከባ ብሙሉአን ሃገራት ካናዳ እታ ኣዝያ ፍትውቲ ዝኾነት ሃገር ምዃና ተፈሊጣ ኣላ ማለት እዩ

ናብራ ስግር ምስ ድኽነት ሰላም ንበር ምስ ድኽነት ብዝተወሰነ መልክዑ ርክብ እውን ኣለና እዩ ኣብ ውሽጢ ማለት እዩ ምስ ሰራዊት ይኹን ምስ ውልቀ ሰባት ይኹን ምስ ዓበይቲ ሓለፍቲ ይኹን ርክብ ኣለና ብጣዕሚ ከዓኒ ሞራል ይህቡና ኣለዉ ማለት እዩ ኣጆኹም ሓንቲ ስጉምቲ ጥራሕ እስኹም ጀምርዋ እቲ ቴስዓን ትሽዓተን ስጉምቲ ባዕልና ክንከዶ ኢና እዬም ዝብሉ ማለት እዩ እዚ ከኣ ፍሉጥ እዩ ምኽንያቱ ኣብኡ ዘለዉ ዝዓጠቑ ይኹኑ ዘይዓጠቑ ስድራና እዮም እኮ ወለድና እዮም እኮ ብረት ሒዞም ዘለዉ የሕዋትና እዮም ማለት እዩ ስለዚ እንታይ ዓይነት ዕላማ ሒዝና ንኸይድ ከም ዘለና ስለ ዝፈልጡ ናይ ብሓቂ ሓንቲ ስጉምቲ እዮም ዝጽበዩ ካባና ማለት እዩ ካሊእ ኣብዚ መጺ ዘሎ መንእሰይ ካባይ ጀሚርካ ማለት እዩ ናይ ፕላን ሲ ክውን ንምግባር ማለት እዩ ፕላን ሲ ንብሎ ፕላን ኤ ፕላን ቢ ፕላን ሲ መደባት ነይሮሞ ብርጌድ ንሓመዱ ፕላን ኤ ነቲ ኣብ ደገ ዝግበር ናይ ፀላኢ ፕሮፓጋንዳን ፌስቲቫላትን ብሕጋዊ መንገዲ ክተትርፎ ምፍታን እዩ ፕላን ቢ ከኣ ጎነጽ ተጠቒምካ ንዕኡ ክተትርፎ ምፍታን እዩ። ፕላን ሲ ከኣ ዕጥቃዊ ቃልሲ ጌርካ ጸላኢኻ ምእላይ እዩ ማለት እዩ። ሕጂ ንሕና ነዚ ፕላን ሲ ንምስራሕ ኢና ኣብዚ ዘለና ምሳኹም ማለት እዩ። እሞ ድልዋት ዲና? ናይ ብሓቂ ጸላኢና ተኣኪብና ጥራሕ ዲና ክንኣልዮ ንኽእል? ህዝብናን ሃገርናን ክነድሕን ንኽእል? ወላስ ዓጢቕና ብምቅላስ እዩ ዝብል ሕቶ ይመፅእ ኣብ መደምደምታ ማለት እዩ። ስለዚ ንሕና መፂእና ዘለና ንሕና ጥራሕ ኣይኮና ብዙሕ መንእሰይ ማለት እዩ ኣብ ኤውሮጳ ይኹን ኣብ ኣሜሪካ ብዝገርም መንገዲ ክትርእይዎ ኢኹም ኣብ ዝሓፀረ ግዜ ክውሕዝ እዩ ኩሉ ገዲፉ ክቃለስ ወሲኑ ኣሎ ማለት እዩ። ምኽንያቱ መጀመርያ ስደት መፍትሒ ይመስሎ ነይሩ ስደት መፍትሒ ከምዘይኮነ እኳ ደኣ መሊስና ንባዕልና ጠፊእና ደቅና ውን ንወልዶም ዘለና ይጠፍኡ ከምዘለዉ ስለዝተረዳእና እታ ናይ መወዳእታ ፍታሕን ኣማራጽን ቀሪብካ ብምቅላስ ጸላኢኻ ሓንሳብን ንሓዋሩን ምእላይያ ናብ ዝብል መደምደምታ ስለዝተበጽሐ ኩሉ ገዲፉ መንእሰይ ይመጽእ ኣሎ ማለት እዩ።
ወዲ ኣከለ ዝብለካ መጸ መጸ ስመ ጃና ዝብለካ መጸ መጸ ወዲ ባይራኡ ካብ ሰብ ዝበለጸ ወዲ ስሂን ካብ ሰብ ዝበለጸ ካብ ጽርይቲ ከርሲ ዝተሃንጸ ካብ ኩሎም ክኢላታት ዝተመርጸ ኣንበሳ ዝጥዕም እንተድመጸ ኣስናኑን ኩርምቱን ዝቀርጸጸ መልሓሱ ዝበልሕ ካብ መላጸ ነንስቲ ዘእምነን እናቀለጸ መምስ እተመርዓወት እትቁጸ ጊሓት ጊሓት ኣለኻ ትሕጸ የብልዎ ኣንስቲ ፈትወኦም እየን ነይረን ጎተና ነይሩ ገለ ነይሩ ኩሉ ሕጂ ረእይዎ ብኡ ኣይመጽኦምን ናብ ካልእ ሓሳብ ከይዶም ብክእለት ረእይዎ ናብ ካልእ ኣርእስቲ ከይዶም ናብቲ ናይ ፍቅሪ ናይ ስጋዊ ድሌት ዘይኮነስ ናብ ካልእ ኣርእስቲ ከይዶም ነጋሽ እንታይ ኢሎሞም ጽቡቅ ዶሞ ጊሓት ጊሓት ሕጸ እንተዝቀርብ እባ ምበለጸ ናይዛ ዓለም ሃብቲ ምስ ሃጸጸ ናይዛ ዓለም ሽመት ምስ ሃጸጸ ኣብ ሰማያት ገዛይ ምተሃንጸ ኢሎሞም ረእይዎ ሕጂ እቲ ክእለት ረእይዎ እቲ ሓሳብነት እቲ ብቕዓት ደሓር ተቐቢሎሞም ገረመድህን ገረመድህን ከኣ ይምሕሩኒ እዮም ኣብኣ ከለዉ ቅጽበት እዮም እየ ክላ ነጋሽ እዚ ኣይዘረባን ኢሎሞ ክላ ነጋሽ እዚ ኣይዘረባን ምስ ጎተና ኣየሳንን ቁርባን ምስ ኮቦሮ ኣየሳንን ቁርባን ከመይ ጌርካ ክትረኽባ ንቁርባን ንሳ ኣይትቐርበካን ንስኻ ኣይትቐርባን እናዘለልካ ካብ እምባን ናብ ሩባን ሓሓሊፍካ ደኣ እሰረለን ኢርባን እብልዎ።
እሺ ፋሚሊ ሎማዓንቲ ልሓዝኹም ቪድዮታት ዘዮም መስሉ ነይሮም ኣብ ቐፃሊ ብልገራ ድሞ ሓደሽቲ ቪድዮታት ሒዘልኩም ክምለስ እየ እስካዑ ሽዕቱ subscribe እና like ምግባር ከይትርስዑ ኢኹም peace out።